ክብሪ ንኣምላኽ ይኹን ክብሪ ንኣምላኽ ይኹን እግዚኣብሔር ይመስገን እንኳ ደሓን መጻኹም እንኳ ደሓን መጻኽን ኩልኻትክን ጎይታ ይባረኽ ኢየሱስ ጎይታ እዩ ለማዓንቲ እንመሃሮ ቃል ኣብ ልበይ ኣጋይሽ ነይሮምና ለማዓንቲ ክህልው ነይርዎም ግን ይቕሬታ ሓይቶም ኣለዉ ካብ ለንደን ክመፁ ዝግብኦም ሚስ ኮሙኒኬሽን ስለ ዝነበረ ሎማዓንቲ ይቅሬታ ሓይቶምን ኣለዉ ስለዚ እቶም ካብ ለንደን ዝመጹ ሎማዓንቲ ይመጹን ስለዚ ኣነ ኣብ ቅድሜኹም ኣለኹ ማለት እዩ ጎይታ ይባረክ እግዚኣብሄር ስለ ዝሓሰቦ ኣብ ልበይ ዘሎ ቃል ከካፍለኩም እግዚኣብሄር መንፈስ ቅዱስ ኣብ ልበይ ዘቐመጦ ቃል ሚስጢር ሓይሊ መንፈስ ቅዱስ ዝብል እዩ መንፈስ ቅዱስ ወይ ከዓ ሓይሊ ኣምላኽ ኣበይ ንረኽቦ ዝብል ኢና ክንመሃር ማለት እዩ ስለዚ ዘንበብክዎ ክፍሊ ዓንተ ወይ ካልኣይ ቆሮንጦስ ምዕራፍ ዓሰርተ ክልተ እዩ። ኣብኡ ሃዋርያ ጳውሎስ እቲ ሃዋርያ ክዛረብ ከሎ ብዛዕባ ርእሱ ክምካሕ እንድሕር ኮይነ ብድኻመይ እንተዘይኮይኑ ኣይክምካሕን ኢሉ። ደሓር ተተድልየኒ ብፍላይ ሓይሊ ስለ ዝኾንኩ ዝዛረብ ዘለኹ ሓይለይ ኣብ ድኻም እዩ ዝፍጸም ኢሉ። My power is perfected in weakness ሓይሊ ኣምላኽ ብምልኣት ዝግለጸሉ መገዲ ኣብ ድኻም እዩ ይብል ኣሎ። እንታይ ማለት ምዃኑ ክዝርዝሮ ክፍትን እየ። ኣብ ውሽጠይ ሓሳብ እንዳፈሰሰ ተሸጊረ ኣለኹ ከሕጽሮ እንተበልኩ ቀልጥፍ ክብል ክፍትን እየ ማለት እዩ። ስለዚ ምናልባት እዚ ሃዋርያ ካበይ ጀሚሩ ናበይ ከም ዝኸይድ ገለ ገለ ክጠቅስ እሞ ናብ ቀዳማይ ቆረንጦስ እውን ኣንቢበልኩም ነይረ። ኣብኡ ቀዳማይ ቆረንጦስ ጳውሎስ ንሰብ ቆረንጦስ ክዛረቦም እንከሎ ሰብ ቆረንጦስ ኣብ ግሪኽ ዘለዉ እዮም፣ ግሪኻውያን እዮም፣ ብፍልስፍና ፍልስፍና እዩ ስርሖም ፍልስፍና ይፈላሰፉ ሓድሽ ነገር ክሰምዑ እዮም ኩሉ ሻዕ ኣእዛኖም ጽን ዝብሉ ስለዚ ጳውሎስ ክሰብከሎም ከሎ ወንጌል ንሳቶም ዝጽበይዎ ወንጌል ፍልስፍና እዩ ማለት እዩ። ብዙሕ ፍልጠት ዘለዎ ብዙሕ ፍልስፍና ዘለዎ ንሳቶም ዝጽበይዎ ከምኡ እዩ ማለት ጥበብ ዘለዎ ጥበብን ፍልስፍናን እዮም ንዕኦም ኣትራክት ዝገብሮም። ስለዚ ጳውሎስ ክመጽእ ከሎ ምድራዊ ጥበብን ፍልስፍናን እዮም ተጸብዮም ንሱ ግና ሓደ ነገር እዩ ነጊርዎም። እቲ መስቀል ክርስቶስ ከንቱ ምእንቲ ከይከውን ብጠበባ ብጥበብ ዘረባ ከይግበር ክርስቶስ ወንጌል ክሰብኽ ደኣ እምበር ከጥምቕሲ ኣይለኣኸንን እንተትልይኒ ኣነ ብጥበብ ዘረባ ከይግበር ትብል ክወስዶ እያ ካብዚኣ ደሓር ኣብ ታሕቲ እንታይ ኢሉ ጥበብ ጠቢባን ከጥፍኤ ምስትውዓል ኣስተውዓልቲ እውን ከፍርስ እየ ዝብል ጽሑፍ እዩ እሞ ቃል መስቀል ነቶም ዝጠፍኡ ዕሽነት እዩ ንዓና ንድሕን ግና ሓይሊ ኣምላኽ እዩ ካብ ሰብሲ ዕሽነት ኣምላኽ ይጠብብ ካብ ሰብ ከኣ ድኻም ኣምላኽ ይብርትዕ ኢሉ ምናልባት ድሕሪ ባይታ ክብኩም ከድልየኒ እዩ ኣብዚ ዘመን እዚ ኣብዚ ጳውሎስ ዝዛረበሉ ዘሎ ዘመን ፍልስፍና ናይ ግሪኽ ዝበዝሓሉ ኣዝዩ ፍልስፍና ዝፈላሰፍሉ ጥበብ ምድራዊ ጥበብ ዝበዝሓሉ ዘመን ስለ ዝነበረ እቶም ህዝቢ ከኣ ፍልስፍና ክሰምዑ እዮም ዝፈትዉ ነይሮም ስለዚ ኣብዚኦም ስለስተ ነገራት ጠቒሱ ኣሎ እቲ ሃዋርያ እቲ ቀዳማይ ኣይሁድ እዮም እቶም ካልኦት ከኣ ትሕት ኢለ ከምበልኩም እየ እቶም ካልኣይ ከኣ ኣህዛብ እዮም፣ ሰብ ቆረንጦስ ማለት እዩ፣ እቶም ንሕና ከኣ ሳልሳይ ድማ ክርስትያናት ኢና። ሰለስተ ዓይነት ህዝቢ ጠቒሱ ኣሎ። እምበኣር ነዞም ሰለስተ ዓይነት ህዝቢ ወንጌል ክሰብከሎም ከሎ እቲ ሃዋርያ ብዛዕባ ሓይሊ እየ ክዛረብ ኢለኩም ኣለኹ፣ ግን ድሕሪ ባይታ ክህበኩም ኣይሁድ ሓደ ጸገም ነይርዎም፣ እሱ ከኣ እንታይ እዩ ካብቲ ዘለዎም ካብቲ ዘለዎም ናይ ሮም ግዝኣት ሓራ ዘውጽኦም ሰብ እዮም ዝደልዩ ናይ ሮም ግዝኣት የሳቅዮም ኣሎ ንዕኡ ሴሩ ሓራ ዘውጽኦም ፈረሰኛ እዮም ዝደልዩ ኣይሁዳውያን ሓደ ፈረሰኛ መጺኡ ተዋጋኣይ መጺኡ ሓራ ከውጽኦም ይጽበዩ ኣለዉ ኩሉ ግዜ ከዓ ነዚ ፈረሰኛ እዚ ክጽበይዎ ከለዉ ምልክት እዮም ዝደልዩ ትምህርቲ እዮም ዝደልዩ ትምህርቲ እዮም ዝደልዩ። ስለዚ ድማ ንየሱስ ክርስቶስ እንታይ ትምህርቱ ተርእየና ይብልዎ ነይሮም። ስለዚ ንኣይሁድ መስቀል መዕንቀፊ እዩ መስቀል መዕንቀፊ እዩ ነይሩ። እንታይ ማለት ምዃኑ ጽንሕ ኢለ ክነግረኩም እየ። መስቀል ንኣይሁድ ምክንያቱ ኣብ መስቀል ኣብ ዕንጨይቲ ዝስቀል ዘበለ ኩሉ እንታይ ኢልዎ ርጉም እዩ። ስለዚ እዚ መርገም እዚ ክቕበልዎ ኣይደልን እዮም። እቲ ሃዋርያ ሒዝዎ ዝመፀ ቃል መስቀል እዩ። ሎሚ ዘይስበኽ ስብከት እዩ። ሎሚ ቃል መስቀል ኣይስበኽን እዩ ማለት ቃል መስቀል የሕፍረና ነገር እዩ። ሎሚ ቃል መስቀል እንታይ ምዃኑ ጽኒሕ ኢለ ክዝርዝሮ እየ። ቃል መስቀል ዝብል እዩ ሒዙሎም መጺኡ። መስቀል ግን ንኣይሁድ ዕሽነት ኣይኮነን። ብርግጽ ትምህርቲ እዮም ዝደልዩ ንሳቶም፣ ፈረሰኛ እዮም ዝደልዩ፣ መርገም ከኣ እዩ ንዓኣቶም። ንኣህዛብ ሰብ ቆረንጦስ ከኣ መስቀል ዕሽነት እዩ። ብፍላይ በቲ እዋን እቲ ዝነበሩ ሮማውያን ብዙሓት ጸሓፍቲ ክዛረቡ ከለዉ ሮማውያን ብዛዕባ መስቀል ኣይሰምዑን እዮም፣ መስቀል ዝበሃል ኣይርእዩን እዮም፣ ኣይስቀሉን እዮም፣ ዘመዶም ኣይስቀልን እዩ፣ መስቀል ዝበሃል ኣይምልከቶምን እዩ። መስቀል ንባርያ ንባርያ ገበነኛ ጥራይ እዩ። ስለዚ ንኣይሁድ ወይ ከዓ ንሰብ ቆሮንጦስ መስቀል ክትብሎም ከለኻ መስቀል ንባርያ እዩ መስቀል ንገበነኛ እዩ ስለዚ ድማ ይዕንቀፉ ነይሮም ማለት እዩ። መስቀል ክትብሎም ከለኻ ይዕንቅፎም። ብዛዕባ መስቀል ክሰምዑ እውን ኣይደልዩን እዮም፣ ኣይሰምዑን ድማ እዮም፣ ኣይምልከቶምን እዩ። ኣይሁድ ምልክታት ይልምኑ፣ ጽርኣውያን ድማ ጥበብ ይደልዩ። ንሕና ግና ነቲ ንኣይሁድን መዕንቀፊ ነህዛብን ዕሽነት ዝኾነ እተሰቕለ ክርስቶስ ንሰብኽ ኣሎና። ንሱ ነቶም ጽዋዓት ንኣይሁድ ኮነ ንጽርኣውያን ኮነ ክርስቶስ እቲ ሓይሊ ኣምላኽ እዩ፣ እቲ ሓይሊ ኣምላኽን ጥበብ ኣምላኽን እዩ ኢሉ። መስቀል ንኣይሁዳውያን ዕንቅፋት እዩ፣ ንኣይሁዳውያን መርገም እዩ፣ ነዚኣቶም ድማ ዕሽነት እዩ፣ መስቀል ግን ንዓና እንኣምን ግን ሓይሊ ኣምላኽን ጥበብ ኣምላኽን እዩ ይብል ኣሎ። ስለዚ ጳውሎስ ክመጾም ከሎ እንታይ ሒዙ እዩ መጺእዎም እንተ ኢልና መስቀል እቲ ንዓኣቶም ዕንቅፋት ዝኾነ፣ እቲ ንዓኣቶም ዘይቅበልዎ፣ እቲ ንሳቶም ዝንዕቅዎ፣ እቲ ንሳቶም መርገም ዝብልዎ ንዕኡ ሒዙ እዩ መጺዎም። መስቀል ንዓኣቶም ድኻምን ስዕረትን ሕንከትን ሽንፈትን እዩ። መስቀል ኣብ መስቀል ዝስቀል ሰብ ዕርቃኑ ኮይኑ ዝስቀል ዝተሳዕረ እዩ። ርጉም እዩ ድኹም እዩ ስዑር እዩ ሕኑኽ እዩ ንዓና ግን መስቀል ሓይሊ ኣምላኽ እዩ ጥበብ ኣምላኽ እዩ ስለዚ ጳውሎስ ኣብ ዝኸዶ ዘበለ ንሳቶም እኳ ይዕንቀፉ እንተኾኑ ተዘይፈተውዎ ንእዝኖም ተዘይተመቸአ ምድራዊ ጥበብ ሒዙሎም ኣይከይድ ከም መሳምስ ኣይፍትን መስቀል ይብሎም የሱስ ክርስቶስ ኣብ መስቀል መይቱ ይብሎም ከምኡ ክብሎም ከሎ ሓይሊ ኣምላኽ ኣብቲ ቃል መስቀል ነይሩ ይብለና ኣሎ ፅኒሕ ኢለ ክርኢ እየ ስለዚ ድማ ከይምካሕሲ ኢሉ ሓደ እኳ ከይምካሕሲ እቲ ዝምካሕ ብእግዚኣብሄር ይመካሕ ኢሉ ይውድእ ምክንያቱ ስብከትና ስብከት ዕሽነት እዩ ይብለና እምበር መገዲ ምድሓን ቅድሚ ሓይሊ ምባለይ መገዲ ምድሓን ድኻምን ዕሽነትን እዩ። ሰብ ንኽድሕን ናብ ኣምላኽ ክመጽእ እንድሕር ኮይኑ እንታይ የድልዮ ይመስለኩም? ዓሻ ክኾን ኣለዎ፣ ድኹም ክኾን ኣለዎ። ጠቢባን ብዙሓት ምሁራት ክነግረኩም እኽእል እየ ገሊኣቶም ኣፎም ኣውጺኦም ንኣምላኽ ይጻረፍዎ። ብዛዕባ እቲ ኣብ መስቀል ዝገበሮ ብዙሕ ነገር ይዛረቡ። ንጠቢባን ዕሽነት እዩ፣ ንኣይሁድ ከም በልኩኹም መርገም እዩ። መጽሓፍ ቅዱስ ግናኸ እቲ ጽሑፍ እቲ ጽሑፍ ዝምካሕ ብእግዚኣብሄር ይመካሕ ዝብሎ ምእንቲ ክፍጸም ንስኻትኩም ካብኡ ኣብቲ ካብ ኣምላኽ ብጥበብን ጽድቅን ምቕዳስን ምድሓንን ዝኾነልና ክርስቶስ የሱስ ኢኹም እብለና። እምበኣር የሱስ ክርስቶስ እዩ ጥበብን ጽድቅን ምቕዳስን ምድሓንን ይብለና። እንታይ ማለት እዩ መሰለኩም? ኣብ ትግርኛ እቲ ምድሓን ዝብል ዘሎ ባዕለይ ክትርጉሞ እየ ጃስቲፊኬሽን፣ ምቕዳስ ዝብል ዘሎ ሳንክቲፊኬሽን፣ ጽድቂ ዝብል ዘሎ ግሎሪፊኬሽን። ሰለስተ ምድሓን ኣብ ሰለስተ እዩ ዝኽፈል። ኣብ ትግርኛና መብዛሕትኡ እዋን ኣይርደኣናን እቲ ሓደ ጎይታ ክንድሕን ከለና ጃስቲፋይ ይገብረና ዕለት ዕለት ከኣ ሳንክቲፋይ ይቅድሰና ደሓር ድማ ክመጽእ ከሎ ከኣ ናብ ክብሪ ገጹ የደይበና ስለዚ ትምክሕትና ኣበይ ክኸውን ከም ዘለዎ መጽሓፍ ቅዱስ እቲ ክድሕን ዝደሊ ሰብ ምድሓን ክመጽእ ናብ ህይወቱ ምድሓን ከምጽእ ዝደሊ ሰብ መጀመርያ ዓሻ ክኾን ኣለዎ ብጥበቡ ንኣምላኽ ክበጽሖ ኣይክእልን'ዩ። ሰብ ብጥበብ ኣምላኽ እምበር ብጥበቡ ተረዲኡ ንኣምላኽ ክበጽሖ ናብ ምድሓን ክበጽሕ ኣይክእልን'ዩ ይብለና ኣሎ። ሓያላት ክድሕኑ እንድሕር ኮይኖም ክደኽሙ ኣለዎም። ጠቢባን ክድሕኑ እንተኾይኖም ክዕሽዉ ኣለዎም። መጽሓፍ ቅዱስ ከምኡ'ዩ ዝብል። ሓደ መዓልቲ የሱስ ክርስቶስ ከምዚ ኢልዎም፣ ንመንግስቲ ኣምላኽ ከም ቈልዓ ዀይኑ ዘይተቐበላ ከቶ ከም ዘይኣትዋ ብሓቂ እብለኩም ኣሎኹ። እቲ ብርቱዕ ክደክም ኣለዎ፣ እቲ ጠቢብ ክዕሽ ኣለዎ፣ እቲ ዓብዪ ክንእስ ኣለዎ፣ ቈልዓ ክዀን ኣለዎ፣ ትሕት ክብል ኣለዎ፣ ሽዑ እዩ ሓይሊ ኣምላኽ ንምድሓን ናብኡ ዝግለጽ ሰብ ቆረንጦስ ሕጂ ኣደሓሕንኦም ክዛረቦም ከሎ ንስኻትኩምስ ብስጋ ለባማትን ጭዋታትን ሃብታማትን ኣይኮንኩምን ይብሎም ምኽንያቱ እንታይ ማለት እዩ መስለኩም እግዚኣብሔር ክጽውዕ ከሎ እቲ ሃብታም እቲ ብርቱዕ ትሕት ተዘይሉ ንኣምላኽ ኣይረኽቦን እዩ ኣፍ ልቡ ገቲሩ ኣበይ ዘሎ እዩ ስከ ኣምላኽ ኢሉ ዝጽበዮ ንኣምላኽ ክረኽቦ ኣይክእልን እዩ። ኣምላኽ ብጥበብ ኣምላኽ ጥራይ ኢኻ ንኣምላኽ ክትረኽቦ ትኽእል። ክትስበር ኣለካ ማለት እዩ። ክትሕት ኣለካ ማለት እዩ። ወንጌል ሓይሊ ኣለዎ ኣሕዋተይ። እዚ ሓይሊ እዚ ግን ዝትንክፈካ መዓስ እዩ ተይልና ንስኻ ኢኻ ትወርድ። ጥበብካን ፍልጠትካን ሃብትኻን ክእለትካን ብምልኡ ዜሮ ከይመጻኻ ናብ ምድሓን ኣይትመጽእን ኢኻ። ስለዚ ድማ ሓንሳብ ሓንሳብ ሰባት ናብ ምድሓን ክመጹ ብብዙሕ ማዕበል ምስ ሓለፉ ብርቱዕ ማዕበል ሓሊፎም ብዙሓት ከምኡ ኮይና ንኾይንና ካብ ርእሲ ጀሚረ ብብርቱዕ ማዕበል ኣእዳዎም የልዕሉ ዜሮ ምስ መፁ ወንጌል ሓይሊ ወንጌል ኣብኣቶም ይዓይ እምበኣር ወንጌል ማለት ክርስቶስ የሱስ ስለ ሓጢኣትና ሞተ ማለት እዩ ኣብዚ ሞት እዚ ኣብዚ መስቀል ዝብል ኣብኡ ሓይሊ ኣሎ ብለና ኣሎ ሓይሊ ሓይሊ ዝደሊ እንተ ኣሎ ኮይኑ ኣብቲ መስቀል ኣብቲ ክርስቶስ የሱስ ኣብ መስቀል ሞተ ዝብል ኣብኡ ሓይሊ ኣሎ ኣብኡ ሓይሊ ንምድሓን ኣሎ ሓይሊ ንምፅዳቕ ኣሎ ሓይሊ ንፈውሲ ኣሎ ሓይሊ ንምስተጋጋር ኣሎ ሓይሊ ኣሎ ማለት እዩ እዛ ማይክሮፎን ሲ ትቕይርለይ ጎይታ ብርክ ይብልኩም መስቀል ማለት መስቀል ክብል ከሎ መጽሓፍ ቅዱስ ከምቲ ዝበልኩኹም ነቲኣቶም ካልእ እዩ ብናይ እግዚኣብሔር ዓይኒ ግን ናይ እግዚኣብሔር ፍርድን ናይ እግዚኣብሔር ጽድቅን እዩ ዘመልክት ናይ እግዚኣብሔር ፍርድን ጽድቅን እዩ ዘመልክት። እሺ፣ እግዚኣብሔር ይመስገን። እምበኣር መስቀል ማለት ናይ እግዚኣብሄር ፍርድን ጽድቅን እንርእየሉ፣ ኣምላኽ ፈራዲ ምዃኑ እንርእዮ ኣብቲ መስቀል እዩ። መስቀል ንየሱስ ክርስቶስ ኣብ መስቀል ክመውት ሓዲግዎ። ናይ እግዚኣብሄር ፍቕሪ እንርእዮ ከኣ ኣብ መስቀል እዩ። ንዓይን ንዓኻትኩምን ብመስቀል ኣቢሉ ዓዲጉና፣ ምድሓን ሂቡና። መስቀል ኣብኡ ሓይሊ ኣሎ ማለት እዩ። መስቀል ዝብል ቃል ሎሚ ኣብ ዘመንና መስቀል ማለት ንክርስትያናት ምስ ተቐበልናዮ ኣብ መስቀል እንረኽቦ መጽሓፍ ቅዱስ ክስዕበኒ ዝደሊ እንተሎ ኮይኑ መስቀሉ የልዕል እሞ ይስዓበኒ ኢሉ መስቀል ናይ እግዚኣብሄር ጽድቅን ፍርድን ፍቕርን የርእየና ማለት እዩ ስለዚ ኣብ መስቀል ኣብታ መስቀል ግን ሓይሊ ንምድሓንን ሓይሊ ንምፍዋስን ሓይሊ ንምስጋርን ዝኸውን ኣሎ ስለዚ እዚ ሃዋርያ ሃዋርያ ጳውሎስ ኣብ ካልኣይ ቆሮንጦስ ኣብ ቀዳማይ ቆሮንጦስ ምዕራፍ ክልተ ክዛረብ ከሎ ኣሕዋተየ ኣነ ድማ ኣብ ማእከልኩም ከለኹ ብዘይ የሱስ ክርስቶስ ንሱ እቲ ተሰቕለ ሓደ እኳ ከም ዘይፈልጥ መደብኩሞ ናባኻትኩም ክመጽእ ከለኹ ምስክር ኣምላኽ ብብሉጽ ዘረባ ወይስ ብጥበብ ክነግረኩም ኣይመጻእኩን ከምቲ ዝበልኩኹም ፍልስፍና እንታይ እዩ ዝደሊ ተልኩምኒ ብሉጽ ዘረባ ይደሊ ማለት ብሉጽ ዘረባ ብሉጽ ዘረባ እዩ ብብሉጽ ዘረባ ጌርካ ተረድኦም ብሉጽ ዘረባ ተዘራባይ ኦራተር ክትከውን ኣለካ ማለት እዩ ስለዚ ንሳቶም ከምኡ እዮም ዝፅበዩ ንሱ ግን መስቀል ዝብል ንዓኣቶም ዕሽነት ንኣይሁድ ከዓ መዐንቀፊ ዝኾነ ምኽንያቱ እቲ ሓይሊ ኣብቲ መስቀል ጥራይ እዩ ዘሎ። ሰብ ክድሕን ኣብቲ መስቀል እዩ እቲ ሓይሊ ምድሓን ዘሎ። ኣብ ክእለት ሰብ የለን፣ ኣብ ፍልጠት ሰብ የለን፣ ኣብ ትምህርቲ ሰብ የለን፣ ኣብ ሃብቲ ሰብ የለን፣ ኣብ ክእለት ሰብ የለን። ስለዚ ክመጾም ከሎ ክእለቱ ደርብይዎ፣ ፍልጠቱ ደርብይዎ፣ ፍልስፍና ደርብይዎ፣ ንሶም ዝደልይዎ ደርብይዎ ሓደ ነገር እዩ ዝፈልጥ እተሰቕለ ክርስቶስ ኢሉ። ብሉጽ ዘረባ ኣይነበረንን ኢሉ። ኣነ ኸኣ ብድኻምን ብፍርሃትን ብብዙሕ ምንብድባድን እየ ኣባኻትኩም ዝነበርኩ ሕጂ ርኣይዎ መስቀል መስቀል ኣባና እንታይ ማለት ምዃኑ ጳውሎስ ክዛረብ ከሎ እተሰቕለ ክርስቶስ ንዓኣቶም ንምድሓን እዩ ኣነ ኸኣ እብሎም ኣሎ ብድኻምን ብፍርሃትን ብብዙሕ ምብድባድን እየ ኣባኻትኩም ዝነበርኩ እምነትኩም ብስልጣን ኣምላኽ እምበር ብጥበብ ሰብ ምእንቲ ከይስረሲ ዘረባይን ስብከተይን ድማ ብምርዳእ መንፈስን ስልጣንን እምበር ብዘስድዕ ዘረባ ጥበብ ኣይነበረን ይብል ሕጂ ሃዋርያ ጳውሎስ እንታይ ይብሎም ኣሎ መስለኩም? እቲ ሓይሊ መስቀል ኣባይ ክዓዪ ንዓኣቶም ህይወት ክህቦም ንሱ ብድኻም ብፍርሃት ብብዙሕ ምንብድባድ ጳውሎስ ቃል እምነት ኣይፈልጥን እዩ ጳውሎስ እምነት ኣይፈልጥን እዩ ይፈርህ ነይሩ ሎሚ ኣብዚ መፅኣ ኣነ ፈሪሄ ተዝብለኩም ዘይተኣምን ምበልኩምኒ ሎሚ ኣነ ኣምበድቢደ ተዝብለኩም ሓደ ተዝብለና ከምኡ ዋእ ቃል ኣምላኽ ኣይተንብብን ዲኻ እምነት ኣማኒ ኣይኮንካን ዲኻ ኢና ንብሎ ጳውሎስ ብዛዕባ እምነት እምነት ግና ኢሉ ዝመሃረና ሕጂ ግና እምነት ዝበለና ንሱ ግን እንታይ ይብለና ኣሎ ብድኻምን ብፍርሃትን ብብዙሕ ምንብድባድን ናብ ልክዕ መስቀል ኣበይ ዓይ ይመስለኩም ዊክነስ ሆፕለስነስ ክደክም ከለኻ ብሉፅ ዘረባ ክእለት ኣይኮነን ዘለዎ ጳውሎስ እንዳተንበድበደ እዩ ዝዛረብ እናፈርሀ እናተንቀ ክፈርህ ከለኩ ኮንፊደንስ ዝበሃል ምስ ዘይህልዎ ሓይሊ እቲ መስቀል ኣወያዓይ ሎሚ እንታይ ይመስለና መስለኩ ኮንፊደንስ ደኣ ኣበይ ኣሎ ምናልባት ሓንሳብ ሓንሳብ ትሰምዕዎ ኣንታ ፖዚቲቭ ሕሰብ ፖዚቲቭ ቲንኪንግ ዝበሃሉ ሰሚዕኹም ኣለኹም ኣብ መጽሓፍ ቅዱስ የለን ካብ ዓለም ካብ ፍልስፍና ዝመፀ እዩ ፖዘቲቭ ቲንኪንግ ዝበሃል ኣብ መጽሓፍ ቅዱስ እዚ ሃዋርያ እዚ ብፍርሃትን ብብዙሕ ምንብድባድን ብምንቅጥቃጥን እዩ መጺእዎም። ሓይሊ ኣምላኽ ዝግለጸሉ መገዲ ናይ እግዚኣብሄር ቅልጽም ዝግለጸሉ መገዲ ንስኻ ክትጎድል ከለኻ እዩ እግዚኣብሄር ዝምልእ። ብዛዕባ እምነት ንጳውሎስ ክትምህርሩ ትኽእል ሎሚ መዛሙርናን ስብከትናን ክሪኦ ከለኹ እዚ ጳውሎስ ዝዛረቦ ዘሎ ብድኻምን ብፍርሃትን ብብዙሕ ምንብድባድን ስለዘየለ እቲ ሓይሊ የለን ኮንፊደንስ ክህሎካ ከሎ ኣምላኽ ክሰርሕ ኣይክእልኒ መስቀል ኮንፊደንስካ እዩ ዘስእነካ ናትካ ነገር ዝበሃል ኣይደልን እግዚኣብሔር ንስኻ ምስ ጎደልካ ኣምላኽ ይምልእ ማለት እዩ ናህና ጥበብ ስለ ንገብር ዘለና እዩ ሓቀኛ መንፈስ ኣብ ሰባት ክሰርሕ ዘይከኣለ ጳውሎስ ብብሉፅ ዘረባ ክእለት ናህና ክህሉ ከሎ በል ክእለትኩም ምስ ወዳእኹም ምፁ እዩ ዝብል እግዚኣብሔር ናህና ክእለት ናህና ጥበብ ገለመለ እግዚኣብሔር ኣይጥቀመሉን እዩ ስለዚ ድማ ኢና ሓይለይ ኣብ ድኻም እዩ ዝፍጸም ኢሉ እዚ ሃዋርያ እዚ ማይ ፓወር ኢዝ ፐርፌክትድ ኢን ዩር ዊክነስ እንታይ ኢሉ ወን ኣይ ኣም ዊክ ኣይ ኣም ስትሮንግ ክደክም ከሎክ እየ ዝብርትዕ ኢሉ ምስ ዝደክም ሽዑ እየ ዝብርትዕ ኢሉ መስቀል ቃል መስቀል ዝተረድኦ ሰብ ክትንብድበድ ከለካ ሽዑ እዩ ሓይሊ ኣምላኽ ዝመፅእ እዚ ሃዋርያ እዚ ስለዚ ሓይሊ ክርስቶስ ኣብ ልዕለይ ምእንቲ ክሓድር ኢሉ ስምዑን ኣሕዋተይ መስቀላውያን ንዓና እንታይ ማለት ምዃኑ ንርኩም መስቀሉ የልዕል ክብል ከሎ ጎይታ ብብዙሕ ታሕጓስ ብድኻመይ ክምካሕ እየ እምበኣር ከም ብዝደክም እየ ሽዑ እየ ዝብር ብዝደክም ሽዑ እየ ዝብርትዕ እሞ ምእንቲ ክርስቶስ ኢለ ብድኻም ብጸርፊ ብሓሳር፣ ብምስጓግ፣ ብጸበባ እሕጎስ እየ ኢሉ። ሎሚ ሰሚዕናዮ ዘይንፈልጥ ስብከት። እቲ ሓይሊ ኣባና ዝዓዪ መዓስ እዩ ተዳኢልኩም? ብድኻም፣ ብጸርፊ፣ ብሓሳር፣ ብምስጓግ፣ ብጸበባ እሕጎስ ኣለኹ። ምናምን እኳ ክነሰይ፣ ዋእ ምናምን እዩ፣ ርእስኻ እባ ከምኡ እዩ ትበላ? ብዛዕባ ርእስኻ ጅግና እየ በል ሓይ- ጳውሎስ ምናምን እኳ ክነሰይ ይብል ኣሎ ካብቶም ኣዝዮም ብሉፃት ሃዋርያት ሎም መዓንቲ ሓንቲ ቃል ክነግረኩም እዩ እዞም ናይ ዘመንና ነቢያት ዝጥቀሙላም ሻላ ሻላ ሓወይ ከየስሐቆ ደኣ ብሉጻት ነቢያት ንምባል ምጅር ትበሃል ቃል ኣላቶም ምሽ ካብ ገለ ዘምጽእዋ እያ እሳ ኣብ መጽሓፍ ቅዱስ የላን ኣብ መጽሓፍ ቅዱስ ዘላ ግን ሎማዓንቲ ነግረኩም እሞ ክትገርመኩም እያ ኩሉ ኣብ ዓለም ዘሎ ምሉ ይስድዋት ተጠቐሙላ ኢኹም ኣብ መጽሓፍ ቅዱስ ብሉጻት ሃዋርያት ዝበሃሉ ኣለዉ ሱፐር ኣፖስትልስ ዝበሃሉ ኣለዉ። እዚኣ መጽሓፍ ቅዱሳዊት ስለ ዝኾነት ክጥቀሙላ ይኽእሉ እዮም። እንታይ ምዃና ሓደጋኣ ግን ክነግረኩም እየ እኹል እናሓለፍኩ። ሱፐር ኣፖስትልስ ዝበሃሉ ኣለዉ። ስለዚ ኣፖስትል ምስ ኮኑ ምስ ደኸሙ ገሊኣቶም መቸም ድሕሪ ኣፖስትል ስለ ስኢኖም ሱፐር ኣፖስትል ኢሎም ስ- ስሞም ክጽውዕዋ ይኽእሉ እዮም። እንታይ ከም ዘለዋ ግን ክነግረኩም እየ። ሕጂ እቲ ጳውሎስ እንታይ ይብሎም ኣሎ እቲ ሃዋርያ ካብቶም ብሉጻት ሃዋርያት ኣይሓመቕኩን እሞ እዚኦም ሱፐር ኣፖስትልስ እዮም ስምዑኒ ንስኻትኩም ግዳ ክትልእሉኒ ምተገባእኩም ነይሩ ኣነ ዓሸ ግናኸ ንስኻትኩም ኢኹም ግዲ ዝበልኩምኒ ትምህርትታት ሃዋርያስ ብትምህርትታትን ብተኣምራትን ብግብረ ሓይልት ኣባኻትኩም ብኩሉ ትዕግስቲ ተገብረ ይብለና እዚ ሃዋርያ ትምህርትን ተኣምራትን ይገብር ነይሩ ምክንያቱ ዝሰብኮ ስብከት መስቀል ጥራይ መስቀል ጥራይ ትሰብክ ብጀካ እቲ ዓለም ንዓይ ኣነ ከዓ ንዓለም ተሰቐልኩላ ዝተፈታሕኩላ መስቀል ጎይታናን መድሓይናን የሱስ ክርስቶስ ተዘይኮይኑ ትብክሕቲ ዘበለ ከባይ ይርሓቕ ክምካሕ ተኮይኑ በቲ መስቀል እዩ ዝምካሕ ትምክሕቱ መስቀል እዩ መስቀል መስቀል መስቀል ኣብቲ መስቀል ናይ ምድሓን ሓይሊ ኣሎ፣ ኣብቲ መስቀል ናይ ፈውሲ ሓይሊ ኣሎ። ከምቲ ሙሴ ኣብ በረኻ ተመን ዝሰቐለ፣ ወዲ ሰብ ከኣ ክስቀል ይግብኦ እዩ። እቲ ሙሴ ዝሰቐሎ ኣብ በረኻ ተመን እንታይ ነይሩ ተባሂልኩም ምስ ዝተነኽሰ ዝተነኽሰ ዘበለ ናብቲ ሙሴ ዝሰቀሎ ተመን እንተ ርእዩ ናይ ኣስራዚ ተመን እንታይ ይኸውን ነይሩ? ይሓዊ ነይሩ። ሎሚ ግን ናይ ኣስራዚ ተመን ኣይኮነን እቲ መስቀል ዘለዎ። ወዲ ኣምላኽ የሱስ ክርስቶስ ኣብቲ መስቀል ተሰቒሉ ናብኡ ዝጥምት ዘበለ ይሓዊ። የሱስ ክርስቶስ ጎይታ እዩ። ኣብቲ መስቀል ፈውሲ ኣሎ፣ ሓይሊ ኣሎ። ምናልባት እዞም ስፐር ኣፖስትልስ ግልጽ ተበልክዎምሲ ንሓለፍኩ ጽቡቕ እዩ። እዚ ሃዋርያ፣ ሃዋርያ ጳውሎስ ማለት እዩ፣ ኣብ ዝኸዶ ደድሰበኾ ክሰብኽ ከሎ ደድሕሪኡ እናመጹ ይዘርግሉ ነይሮም። ሰቢኹ ይኸይድ እሞ ክሓልፍ ከሎ ንሳቶም መጺኦም ከኣ ነቲ ዝሰበኾ ስብከት ማይ የእትውሉ፣ ይዝርግዎ። እናዘረጉ መሰሸገርዎ ንሰብ ገላትያ እንታይ ኢልዎም ካብቲ ንሕና ዝሰበኽናልኩም ስብከት ካልእ ወንጌል ካልእ ኢየሱስ ዝሰብኽ ዘበለ ኣናቴማ ውጉዝ ይኹን ኢልዎም እዚኣቶም ነቲ ህዝቢ ገንዘቡ በዝቢዞም ኣብ እምነቶም ዝጉይትቱ እዮም ነይሮም። ባዕሉ እቲ ሃዋርያ ጠቒስዎ ኣሎ። ብእምነት ኴንኩም ኣለኹም እሞ ደገፍቲ ሓጐስኩም ደኣ ኢና እምበር ኣብ ልዕሊ እምነትኩም ክንጉይተት ኣይኮንናን ኢሉ። ንሳቶም ኣብቲ እምነቶም እዮም ዝጉይትቱ። እዚ ኸኣ ብሰሪ እቶም ባሮት ምእንቲ ክገብሩና ተጓሓልዮም እታ ሓጎስና ንሳቶምን ነቲ ክርስቶስ ዘለና ሓርነት ክስልዩ ዝኣተዉና ኣሕዋት ሓሶት ኢዩ ኢሉ። እዚኣቶም ባሮት ክገብሩና ምእንቲ ሓንሳብ ትሽኦም ዝረሃጹሉ የብልዑና፣ ሓንሳብ ጫምኦም የልሕሱና። ባሮት ይገብሩና። እቲ ካልእ ዝብል ተዛርብ ኣለኹ ኣነ። ገንዘብና ከኣ ይገፉና። እቲ ሃዋርያ እንታይ ከም ዝበለ ኣነ ገሪምኒ። ከምኡ ዘይምግባረይ ዘይምኽባረይ ተጋጊየ ይብል ኣሎ ንሱ። ኣነ ኣኽቢደልኩም ኣይፈልጥን እየ። ኣነ ገንዘብ ኣምፅኡ እናበልኩ በዝቢዘኩም ኣይፈልጥን እየ። ኣነ ብጥርሑ ይሰብኩኩም ብነፃ እናሰበኩ ብነፃ ገዛእ ህይወተይ እናካፈልኩ ከምኡ ዘይምግባረይ ምሕረት ግበሩለይ ኢልዎም ነገር ግን ኢልዎም ወለዲ ደኣ ንውሉዶም እምበር ውሉድ ንወለዶም መዝገብ ክዘግቡ ግቡእ ኣይኮነን እሞ ኣነ ኣይኽብደልኩምኒ ኢልዎም ኣነ ክባርኸኩም እምበር ኣይትባርኹንን ኢኹም በረኸት ግና ሒዘ ከመጻኩም ወለዲ ደኣ ንውሉድ ውሉድ ንወለዲ መዝገብ ኣይእኩምን እዮም ስለዚ ገንዘብኩም ዝብዝብዙ ዝተፈላለዩ ምክንያት እናገበሩ ዝፃወቱ ብሉፃት ሃዋርያት ሱፐር ኣፖስትልስ ዝበሃሉ ካብኣቶም ኣይሓመቕን ኢል ጳውሎስ ሳርካስቲክሊ የባጭወል ንሳቶም ገንዘብኩም ኣብ እምነትኩም ዝጉይትቱ ንሕና ግና ደገፍቲ እምነትኩም ኢና ኢሉ ድሓር ቀጺሉ ካብ ኣኽላባት ተጠንቀቑ፣ ካብ እኩያት ዓየይቲ ተጠንቀቑ፣ ካብ ምቁርራጽ ተጠንቀቑ። ንሕና ንኣምላኽ ብመንፈስ እነገልግሎ፣ ክርስቶስ ተመኪሕና እውን ብስጋ ዘይንእመን ግዝረት ንሕና ኢና ኢሉ። እዚኣቶም ጳውሎስ ብጣዕሚ ተሪር ዝኾነ ዘረባ ይዛረቦም ኣሎ። ድሓር ቀጺሉ ካልኣይ ቆሮንጦስ ምዕራፍ ዓሰርተ ኣብ ታሕቲ ኣብቲ ዝረኣናዮ ከምዚኣቶም ዝበሉ ሰባት ከዓ ሃዋርያት ሓሶት ኢልዎም። They are so called super apostles ግን ሃዋርያት ሓሶት ዝጥብሩ ዓየይቲ ርእሶም ንሃዋርያት ክርስቶስ ዘምስሉ እዮም። ሰይጣን እኳ ንርእሱ ንመልኣኽ ብርሃን የምስል እዩ እሞ እዚ ኣያገርምን እዩ። ስለዚ ከዓ እቶም ኣገልገልቲ ንርእሶም ነገልገልቲ ጽድቂ እንተምሰሉ ዓብዪ ነገር ኣይኮነን። መወዳእትኦም ግና ከም ግብሮም ክኸውን ኢሉ። ደሓር ንጢሞቴዎስ ክዛረቦ ከሎ ከምዚ ኢልዎ ከምቲ እያኔስን እምብሬስን ንሙሴ ተቃወምዎ እቶም ኣእምሮኦም ዝጠፍአ ብእምነት ዘይተፈትኑ ሰባት ድማ ከምኡ ነታ ሓቂ ይቃወምዋ ኣለዉ እንታይ ማለት እዩ መን እዮም እያኔስን እምብሬስን እዚኣቶም ክልተ ሰባት ተጠቒሶም ዘለዉ ንሙሴ ዝተቛወምዎ ኣብ ቤት ፈርኦን መጺኦም እንታይ እዮም ገይሮም? ትምህርትን ተኣምራትን ገይሮም ልቢ ፈርኦን ዘሸፈቱ ህዝቢ ግብፂ ልቢ ዘትረሩ እዚኣቶም እዮም። ብናይ ጥንቁልና ሓይሊ ተኣምራት እናገበሩ ዓጽዮሞ። ልቢ እቲ ህዝቢ፣ ልቢ ግብጺ፣ ልቢ ፈርኦን ኣትሪሮሞ። እዚኣቶም እያኔትን እምበ ነታ ሓቂ ሎሚ እውን ነታ ሓቂ ዝቃወምሉ መገዲ ገንዘብ ኣባዝሑ እንድሕር ኮይኖም ገንዘብ እንድሕር ደባዝሑ ኮይኖም ኣውት ኦፍ ብሉ ገንዘብ እንድሕር ደምፅኡ ኮይኖም ናይ ማሞን መንፈስ ደኣ ገብሮ ተኮይኖም ናይ ማሞን መንፈስ ዝበሃል ኣሎ ባይዘወይ መፅሓፍ ቅዱስ ናይ ማሞን መንፈስ ዝበሃል ኣሎ ናይ ሰይጣን መንፈስ ብገንዘብ ዝሰርሕ መንፈስ እሱ እንተኮይኑ እምበር ካብ ኣምላኽ ኣይኮነን ነቲ ሓቂ ግን ሰብ ቃል ኣምላክ ከይሰምዕ ምእንቲ ነቲ ፅሩይ ወንጌል ከይሰ መስቀል ዝብል ክሰማዕ ኪ ትዕግስቲ ይብሉን ሰብ ሎሚ ትዕግስቲ ይብሉን ነቲ ቃል ሓቂ ክሰምዖ ትዕግስቲ ኣብቲ መጨረሻ ዘመን ግና ሰባሲ ትዕግስቲ ነቲ ቃል ሓቂ ዘይሰምዕሉ ዘይዕገስሉ ዘመን ክመፅእ እዩ ናይ ገዛ ርእሶም ቃል ሓቂ እዚ ቃል ሓቂ እዚ መስቀል ብብዙሕ ጳውሎስ ክዛረቦ ከሎ ንጢሞቴዎስ እንታይ ኢልዎ ምስለኩም ንስኻ ግና ኢልዎ ንትምህርተይ ንፍቓደይ ንትዕግስተይ ንእምነተይ ንዓቕለይ ኣብ መወዳእታ ከዓ ንፍቕረይ ኣጸቢቕካ ሰዓብካዮ ኢሉ ኣብቲ ቃል እቲ ዓቕለይ ክብል ከሎ ሎንግ ሳፈሪንግ ማለት እዩ ጳውሎስ ብብዙሕ መከራ እዩ ዝሓልፍ ነይሩ ብናይ ስጋ መከራ ምክንያቱ ብሕማም ይሳቀ ነይሩ ኣብዚ ክፍሊ ዘንበብክዎ ዓንተወይ መልኣኽ ሰይጣን ምእንቲ ክስቀየኒ ተዋህበኒ ንጎይታ ግና ክልተ ግዜ ክሳብ ሰለስተ ግዜ ለሚነዮሲ ጸጋይ ይኣኽለካ ኢሉኒ ሓይለይ ኣብ ድኻም እዩ ዝፍጸም ኢሉኒ ስለዚ ሎሚ ገሌኻትኩም ብብዙሕ ነገር ጸበባ ትሓልፉ ትህልው ትኽእሉ ኢኹም። ብመከራ ክትሓልፉ ከለኹም ኣምላኽ ስለ ዘይፈልጦ ኣይኮነን። His power is perfected in your weakness. ምስ ትደክም ኢኻ ትብርትዕ። ብመከራ ክትሓልፍ ከለኻ ብብዙሕ ስቓይ ብብኽያት ክትሓልፍ ከለኻ ኣምላኽ ይርኤካ ኣሎ ሓጢኣተኛ ስለ ዝኾንካ ኣይኮንካን እግዚኣብሔር ስለ ዝጸላእካ ኣይኮንካን ኣምላኽ ስለ ዘይፈልጠካ ኣይኮንካን ኣምላኽ ይፈልጠካ እዩ ጳውሎስሲ ሰማይ በፂሑ ዝመፀ ሰብሲ ኩሉ ግዜ ይሳቐ ነይሩ ኢንፋክት ጳውሎስሲ ናይ ካልኣይ ክፍለ ዘመን ተንተንቲ ክዛረቡ ከለዉ ርኢናዮ ዝብሉ ክዛረቡ ከለዉ ጳውሎስ ሓጺር፣ ሓንካስ፣ ጨፍናቕ፣ ክፉእ እዩ ነይሩ። ሕማም ከኣ መዓት ሕማም ነይርዎ። የዒንቱ ምርኣይ ይሽገር ነይሩ። ስለዚ ድማ ሰብ ገላትያ እንታይ ኢልዎም ኣዒንትኹም እኳ የዒንቱ ምርኣይ ብዙሕ መከራ መከራ ክሓል መከራ ክሓልፍ ከሎስ ኢዳ ዝም ኢን ኣምላኽ ምስኡ የለን ማለት ከይመስለኩም። ስለዚ መስቀል መስቀል ክትሽከም ከለኻ ጳውሎስ ምንብድባድ ኣሎ ኢሉ ፍርሃት ኣሎ ብብዙሕ ፍርሃት ብብዙሕ ምንብድባድ እየ ክፈርህ ከለኻ ሽዑ እዩ ሓይሊ ኣምላኽ ኣብቲ ካብቲ መስቀል ረድኤት ከይደለኻ ካብቲ መስቀል ሓይሊ ይመፅእን እዩ ሎሚ ሓንሳብ ሓንሳብ ስነ ስብከት ዝብሃል ኣሎ ስብከት ክትምሃር እንድሕር ኮንካ ስብከት ኮንፊደንስ ክህልወካ ኣለዎ ኣብ ቅድሚ ሰብ ክትወጽእ ከለኻ እዮም ክምህሩኻ ዘለዎም ዝገርም ግን ወንጌል ግን ኮንፊደንስ ክህልዎ ኮንፊደንስ እዚ ይብልካ መንፈስ ቅዱስ ኮንፊደንስካ ይኸውን ጎደሎ ተመጺእካ እዩ መመላእታ ኮይኑ ዝመጽእ እሱ ብርእስኻ እንድሕር ትኽእል ኮይንካ ጥበብ ክእለት ናትካ ሒዝካ እንተ መጺእኻ መንፈስ ቅዱስ ክዓያ ኣይክእልን እዩ ስለዚ ድማ እቲ ሃዋርያ ብድኻም፣ ብጸርፊ፣ ብሓሳር፣ ብምስጓግ፣ ብጸበባ እሕጎስ ኣለኹ ኢሉ። ኣበየናይ ስብከት ሰሚዕናዮ ንፈልጥ? ኣበየናይ መዝሙር ድኻም፣ ጸርፊ፣ ሓሰር፣ ምስጓግ፣ ጸበባ ዝብል ሰሚዕኹም ትፈልጡ? መዘምራን ዘመርትና መዝሙርና ትፈልጡ ኢኹም እንድሽ ጥራይ እዩ። ናይ ቆልዑት ኢና ጌርናዮ ዘለና ንሕና ባዕልና መን እዩ ንሕና ንሕና ካይ ንሰምዖን ኢና ንሕና ክንሰምዖ ንደሊ ኣሎ ስለዚ እቶም ዘመርቲ ከዓ ናብኡ እቲናዮም ናይ ስቃይ መዝሙር ሎም ሰሚዕኹም ትፈልጡ ሰሚዕኹም ትፈልጡ ዲኹም ናይ ቀደም መዝሙር ኢና ነልዕል ሎሚ ሰሚዕኹም ትፈልጡ ዝሓልፎ ዘለኹ ጳውሎስ ግን ብድኻም ብፀርፊ ተዝብል ኣነ ሕጂ ካርቦን ምበልዎ ማለት እዩ ካርቦን ድብልዎ ኣለዉ ምክንያት መጽሓፍ ቅዱስ ግን ጳውሎስ ግን ብድኻም ብጸርፊ ብሓሳር ብምስጓግ ብጸበባ ሕጎስ ኣለኹ ኢሉ ወንጌል ስጋ ኣለዎ ንስኻትኩም ዝደሓንኩም እኮ ኢልዎም ሰብ ፊልጵ ምእንቲ ስቃዩኻ ክትካፈሉ እምበር ክትድሕኑ ጥራይ ኣይኮነን እቶም ብክርስቶስ የሱስ ብፍርሃት እግዚኣብሔር ክነብሩ ዝደልዩ ኩሎም ክስጉጉ እዮም ኣብዚ ምድሪ እዚ መስቀል ክመፅእ ከሎ ምስ መስቀል መስቀል ጎይታናን መድሓኒናን የሱስ ክርስቶስ እዚ ዝምህርና መስቀል ሒዝዎ ዝመፀ መስቀልካ ክሽከም እሞ ክትጓዓዝ እዩ ኣምላኽ ዝደልየካ ምናልባት ዝሓለፈ ሰሙን ብዛዕባ ኣገልግሎት ክንመሃር ከለና ባርያ ዝብል ቃል ይጠቕሰልና ነይሩ ሓውና ሃዋርያ ጳውሎስ ሎም ተሰሚዕኹም ሳይና ራእይ ውሕድ እንታይ ኮይኑ ባርያ ኮይኑ እናዓበኻ ክትከይድ ከለኻ ባርያ ኢኻ ትኸውን ጳውሎስ ውሉድ ነይሩ ክትዓበይ ምስ ጀመርካ ናብ ጎይታ ባርያ ትኸውን ካብ ባርያ ኮንካ ንውሉድ ትኸውን ካብ ውሉድ ኢኻ ናብ ባርያ ትኸይድ ማለት እዩ እምበር ኣሕዋተይ ምስጢር ሓይሊ ኣምላኽ ኣበይ ኣሎ? ሓይሊ ክርስቶስ የሱስ ዝግለጸሉ ኣበይ እዩ? እዚ ሃዋርያ እዚ ብብዙሕ ታሕጓስ ብድኻመይ እሕጎስ ኣሎኹ ይብል ኣሎ። ብድኻመይ እምካሕ ኣሎኹ። ብድኻም እምካሕ ዝብል መዝሙር ሰሚዕኩም ትፈልጡ ወይ ስብከት? ስብከትና ሓያል እየ እንዲዩ ዝብል ሓቀይ። ምስዚ ጳውሎስ ዝዛረቦ ዘሎሲ ጳውሎስሲ ብድኻመይ እሕጎስ ኣሎኹ ይብል ኣሎ። ግልብጥ እሺ ወንጌል ኣሕዋተይ። ምናልባት ኣብቲ መጀመርያ ክንመጽእ ከለና ዝደሓና ድሒና ኢና ተናጊፍና ኢና ነገር ግን ጎይታ ዝበና መስቀል እዩ ስለዚ ጳውሎስ ተ ብዙሕ ታሕጓት ብድኻመይ ክምካሕ ኢሉ እሕጎስ ኢሉ ብድኻም ብጸርፊ ብሓሳር ብምስጓግ ብጸበባ እሕጎስ ሕጎስ ክብል ከሎ መጽሓፍ ቅዱስ ዝተሓጎሰ እንታይ ግበር እዩ ዝብል ይዘምር ስለዚ ጳውሎስ ዜማ ግበሩ ትብሎ ብድኻም ብጸርፊ ምበለ ማለት እዩ ተሓጒሱ ኣሎ እዚ ሓጎሱ እዚ በቲ ዝሓልፎ መከራ እዩ ብመከራ ክሓልፍ ከሎ ሓይሊ ናይ ትንሳኤ ሓይሊ እቲ መስቀል ኣብኡ ህያው እዩ ኣብቲ ክደክም ከለኻ ክትስበር ከለኻ ኣብኡ እዩ ሓይሊ ኣምላኽ ሎሚ ክብለኩም ዝደሊ ኣሕዋተይ ብዙሕ ግዜ ኣድሚት ንምግባር እውን ንሽገር ብመከራ ክንሓልፍ ከለና ብ- በቃ እንታይ ከም ንገብር ይጠፍኣና እንታይ ከም ንገብር እንታይ ከም ንገብር ብዙሕ መከራ ጳውሎስ ኣብ ካልኣይ ቆሮንጦስ ኩሉ ዘረብኡ እንታይ ዓይነት መከራ ከም ዝሓልፍ ባዕሉ ክጠቅስ ከሎ ኣብ ምዕራፍ ዓሰርተ ሓደ ኣብ ከተማ ብፍርሃት ኣብ በረኻ ብፍርሃት ካብ ኣሕዋት ሓሶት ብፍርሃት ኣብ ባሕሪ ብፍርሃት ኣብ ኩሉ ብፍርሃት ብፍርሃት ብፍርሃት እምበኣር ሓይሊ መንፈስ ቅዱስ ኣብ ኣማኒ ክግለጽ እንተ ደኣ ኮይኑ ዝተሰቕለ ክርስቶስ ክሰብኽ ኣለዎ ማለት እዩ ዝተሰቕለ ክርስቶስ ኣብቲ መስቀል እዩ ዘሎ እቲ ሓይሊ ሰብ ቆረንጦስ ካበይ'ዮም መጺኦም እንተ ኢልና፣ ሰብ ቆረንጦስ ዝመጹሉ ድሕሪ ባይታ እንድሕር ርኢኹምዎ፣ ክሰብኮም ከሎ ጳውሎስ እቲ ሓይሊ ምድሓን ናብኣቶም ክመጽእ ዝረኣ ነገር ጳውሎስ ኣይነበሮን። ሎሚ ከምቲ ዝበልኩኹም ዓንተወይ ካሪዝማ ዝበሃል ቃል ኣሎ። ምናልባት ሰባኻይ እንድሕር ኮይንካ ካሪዝማ ክህልወካ ኣለዎ። ክእለት ዘረባ ክትፈልጥ ኣለካ። ጳውሎስ ግን ባዕሉ ክዛረብ ከሎ ከምቲ ዓንተዊውን ዝበልኩኹም ካሪዝማ ኣይነበሮ ጥበብ ኣይነበሮ መስቀል ጎይታናን መድሓኒናን የሱስ ክርስቶስ ምስ ኣወጆ ግን እዞም ጥበብ ንምስባዕ ናይ እግዚኣብሄር ፍልስፍና ብፍልስፍና ክሰምዑ ዝሓሰቡስ ልቦም ግን ተሰሊቡ ተማሪኾም ንሪኦም ኣለና። ዝተሰቕለ ክርስቶስ ክንሰብኽ ኣለና ማለት እዩ። እቲ ካልኣይ ከዓ ዝተሰቕለ ክርስቶስ ንዓና ምስ ዝደክም፣ ምስ ዝስበር፣ ምስ ዘንበድብድ፣ ምስ ዝፈርህ መዘምራን ክዝምሩ ከለዉ ክላመዱ ኣለዎም ዶ? እወ ክላመዱ ኣለዎም። ኣብቲ ልምምዶም ግን ክእመኑ ይብሎምን። ሓይሊ ኣምላኽ ኣብኣቶም ክዓይይ ከም ጳውሎስ ብብዙሕ ፍርሃትን ብምብድባድን ናብ መድረኽ ክመፁ ኣለዎም። ብኮንፊደንስ እንድሕር መፂኦም ዜማን ግጥምን ዘሚሮም ይኸዱ ኣብና ኣባና ግን ጥልሕ መንፈስ ቅዱስ ብዘይ መንፈስ ኣምላኽ ሓንቲ ክግበር ስለ ዘይከኣል ሓንቲ ነገር ከየፍረዩ ይኸዱ ሰበኽቲ እውን ከምኡ ብዙሕ መፅሓፍቲ ኣንቢቦም ብዙሕ ኣፅኒዖም ክመፁ ክእሉ እዮም ኣብቲ ተፅንዕዎ ዘይኮነስ ብብዙሕ ፍርሃትን ምንብድባድን ጳውሎስ ባዕሉ ክዛረብ ከሎ ኣነ ብካልእ ዓሻ እየ ብፍልጠት ግና ፈላጥ እዩ ነይሩ ነገር ግን ፍልጠቱ ፍልጠቱ ኩሉ ደርቢ ይንብድበድ ነይሩ ሓይሊ ኣምላኽ ኣብቲ መስቀል ቃል መስቀል ክዛረብ ከሎ ሰብ ክንብድበድ ኣለዎ ኣብቲ ጎደልኡ መንፈስ ቅዱስ ምእንቲ ክዓይ ማለት እዩ እምበኣር ግራጭን ፈተናን ጎደና ምግላፅ ሓይሊ ኣምላኽ ሓደ መዓልቲ የሱስ ክርስቶስ ንሃዋርያት ኣኪቡ ከምዚ ኢልዎም ኣነ ናብ ኣሕዛብ ሓሊፎም ክቡን እዮም ጡፍ ክብሉለ እዮም ካሕስሩን እዮም ከሳቀዩን እዮም ደሓር ክቐትሉን እዮም ምስ በለ ጴጥሮስ ግደፍ ግደፍ ግደፍ ፖዘቲቭ ሕሰብ ኢልዎ ፖዘቲቭ ዝኾነ ሓሳብ ሕሰብ ግደፍ ግደፍ ኢልዎ ክቐትሉኒ እዮም ጡፍ ክብሉለ እዮም ከሕስሩኒ እዮም ኣሕሊፎም ክቡኒ እዮም ክብል ከሎ ግደፍ ግደፍ ካባኻ የርሕቁ ኢልዎ ፖዚቲቭ ክትሓስብ ኣለካ ኢልዎ ግራጭ የሱስ ክርስቶስ ንባዕሉ ክንሪኦ ከለና ኢሉ ኢሳያስ መልክዕን ውቃበን ኣይነበሮን መልክዕን ውቃበን ኣይነበሮን ምስ ረአናዮ ዘብህግ ኣይነበሮን ኩሉ እንትንኡ ኣይነበሮን ሎሚ ዝስእልዎ ስእሊ ገለ እሱ ካልእ እዩ ማለት እዩ ፌክ እዩ ምክንያቱ መልክዕን ጽባቐን ኣይነበሮን ኣይነበሮን ኣይነበሮን ዘብህግ ነገር ኣይነበሮን ከም ዝተረግመ ኢና ቆጺርናዮ ሓጢኣትና ሒዙ ግን ኣብ መስቀል ወጽዩ ኣሕዋተይ ስለዚ ድማ እዮም ባርያ ትሕቲ ባርያ ኮይኑ መስቀል ስለ ዝወረደ ተናዒቑ እቲ መስቀል ግን ኣብኡ እዩ እቲ ሓይሊ ዘሎ መስቀል ጎይታና መድሓኒና የሱስ ክርስቶስ ናባና ክመፅእ ከሎ ኣበይ እዩ ዘሎ እቲ ሓይሊ? መስቀል ግን ዝምህረና ስትራግል እዩ። ኣብ ህይወት ስትራግል፣ ቃልሲ፣ ፈተና፣ ማዕበል ማዕበል ትሓልፉ ዘለኹም ኮንኩም ኣብ ሓድሽ ኪዳን ሓድሽ ኣይኮነን። የሱስ ግን ስዒሩ እዩ። የሱስ ግን ትንስኡ እዩ ኣሕዋተይ መስቀል ክንደክም ከለና እዩ ሓይሊ ኣምላኽ ኣባና ዝግለጽ ኣሕዋተይ ምስ ንደክም ሽዑ ኢና ንብርትዕ ምናልባት ብግራጭ ክንሓልፍ ከለና ብድኻም ክንሓልፍ ከለና ሓይሊ ኣምላኽ ኣባና ይግለጽ እስከ ሓደ ኣብነት ክበኩም ኣብ መጽሓፍ ቅዱስ ሙሴ እንታይ ነይርዎ? ጎይታ ንሙሴ ክመርጾ ከሎ እንታይ ርእዩሉ? ሙሴ ኣብ ቤት ንጉስ ተማሂሩ ወዲ ኣርባዓ ዓመት ከባቢ ምስ ኮነ ሓይሊ ተሰሚዕዎ ድሓር እንታይ ኢሉ ዓመፅ ምስ ረኣየ ብጉልበቱ ገይሩ ሰብ ቀቲሉ ንደቂ እስራኤል ሓንቲ ነገር ኣይገበረሎምን። ብጉልበቱ ስለ ተጠቀመ ሃዲሙ ንሚድያን ከይዱ ኣርብዓ ዓመት ዜሮ ክመፅ ነይርዎ ኦል ዘ ወይ ባክ ከምፅዎ እግዚኣብሔር ፎርቲ ኣናዘር ፎርቲ ይርስ ዜሮ ተመሊሱ ድሓር እግዚኣብሔር ምስ ተራእዮ መስቀል ትሪኦ መስቀል ናብ ዜሮ እዩ ዝመልሰካ ዜሮ ድሓር ግን ሓይሊ ኣምላኽ ይመፅእ ሙሴ ኢሉ ፀዊዕዎ ሙሴ ኢሉ ክፅውዖ ከሎ ሙሴ ንባዕሉ እንታይ ኢልዎ ኣነ ኣፈይ ወታይ ኢሉ ከመይ ኢልካ ክትመርፀኒ ንዓይ ካልእ ሰብ ድለ ኣይከውን እዩ ኣነ ኣነ ዘረባ ጥበብ ሰብ ኣየድልየንን ኢሉ እግዚኣብሔር ክለት ሰብ ኣየድልየንን እዩ ከምኡ ስለ ዝኾንካ እየ ዝመርፀካ ዘለኹ ኢሉ ንሰብ ኣፍ ሕጊ ዝሃቦም ንእስራኤልሲ ሙሴ እዩ ሕጊ ብመን መፀ ብሙሴ ሙሴ ግን ዘረባ ኣይክእልን'ዩ ነይሩ። ዜሮ ክሳብ ዝምለስ መስቀል ዜሮ ምስ ተመለስካያ ባኻ ሓይሊ ትሰርሕ። መስቀል ሓደ እቲ ባህሪኡ ናይ መስቀል ሓይሊ ሓንሳብ ሓንሳብ ስቕ ኢሉ መስቀል ክትሽከሞ ከለኻ እዚ ንሓልፎ ገሊኡ ማዕበላት ጎይታ ናብ ዜሮ ክመልሰና ስለ ዝደለየ እዩ። ትምክሕትና፣ ናህና፣ ጉልበትና፣ ፍልጠትና፣ ተሞ ኣይል ተሞክሮና ኩሉ ዜሮ እቲ መቑፀሪ ዜሮ ዜሮ ምስ መፀ ሙሴ እቲ ክብሪ መፅዩ ኣነ ኣነ እየ ኢልዎ ኣነን ንስኻን ቃል መስቀል ነቶም ዝጠፍኡ ዕሽነት እዩ ንዓና ንድሕን ግና ሓይሊ ኣምላኽ ንምድሓን እዩ ኣሕዋተይ ሓይሊ ኣምላኽ ዝግለጽ ናና ባዶነት ምስ ተገልጸ እዩ ናና ባዶ ምስ በጻሕና ፈንጠርጠርጠርጠር ክንብል ከለና ጎይታ ይጽበየና ሓንሳብ ሓንሳብ ድማ ይኣለውስ ብገለ ክንሓልፍ ይፈቅድ እግዚኣብሔር ብገለ ክንሓልፍ ምክንያቱ ናብ ዜሮ ገፁ ዘምፅ ንሚድያን ገፁ ዝሰደና ኣርባዓ ዓመት ንሌን ኣርባ ዜሮ ምስ ተመልሰ ምስ ረስዖ ባዶ ምስ ኮነ እግዚኣብሔር ናተይ ናትኩምን ነገር የለይን ንሕና ጥበብ ኣየድልዩ ተመኩሮ ኣየድልዩ ፍልጠት ኣየድልዩ ገንዘብና ኣየድልዩ ሃብታም ኣምላኽ ንሕና ንዓና እዩ ዝደሊ እግዚኣብሔር ንዓኻ እምበር ናትካ ኣይደልን እግዚኣብሔር ከብቲ ዘበብኩልኩም ውሉ ወላዲ ንውሉድ እምበር ውሉድ ንወላዲኡ መዝገብ ኣይሓቁርን እዩ እግዚኣብሄር ደኣ ንዓኻ ይዓቑረልካ ኣሎ እምበር ኣም- ንስኻ ንኣምላኽ ኣይትዓቑረሉን ኢኻ ክትሓልፍ ከለኻ ብዝሓለፍካ እንተሓለፍካ ብማዕበል ብፈተና ብም- ብዙሕ መከራ ክትሓልፍ ከለኻ ተሓጎስ እምበር ስለዚ ጳውሎስ እንታይ እዩ ኣብ ፊልጲ ምዕራፍ ኣርባዕተ ብጎይታ ተሓጎሱ ደጊመ ተሓጎሱ እብለኩም ኣለኹ ምክንያቱ ኣብ ቤት ማእሰር ሽዑ እውን ተሓጎሱ ዘብሎ ዘሎ ስለ ዝረሃወኩም ኣይኮነን፣ ስለ ዝተወድኣ፣ ብጐይታ ግና ተሓጐሱ፣ ኣብ ብጸበባ ተሓጐሱ። ኣቱም ኣሕዋተይ፣ ብጸበባስ ከመይ ኢልካ ትሕጐስ? ኣቱም ኣሕዋተይ፣ ብመከራስ ከመይ ኢልካ ትሕጐስ? እቲ ሃዋርያ ግን እንታይ ኢሉ መስለኩም? እምበኣርከ ምስ ዝደክም ሽዑ'የ ዝብርትዕ እሞ፣ ምእንቲ ብክርስቶስ ኢለ ብድኻም ማዕበል ክመጽእ ከሎ፣ ለካ እሱ ሓይሊ ኣምላኽ ኣባና ክሰርሕ ምኽንያት እዩ ዝኸውን። ጉልበት ኣምላኽ ሓይሊ እቲ መስቀል ክዓይስ ምኽንያት ይኸውን። ስለዚ ኢሉ ብድኻም፣ ብጸርፊ፣ ብሓሳር፣ ብምስጓግ፣ ብጸበባ እሕጎስ ኣለኹ። ምኽንያቱ ሓይሊ ኣምላኽ ምስ ዝደክም እየ እሞ ዝብርትዕ። ዘሞ ዝደኸምካዮ፣ ዘሞ ዝተደቖስካዮ፣ ዘሞ ሓይሊ ኣምላኽ ኣባኻ ይሰርሕ። ስለዚ ትድቆስ ተለኻ ኮይንካ ይጸበካ እንተ ኣሎ ኮይኑ ለክ ሓይሊ ኣምላኽ መመሊሱ ኣባኻ ክሰርሕ ስለ ዝኾነ ብጎይታ ተሓጎስ ደጊመ ተሓጎስ ብለካ ኣለኹ እስከ ንጎይታ ክብሪ ሃብዎ ብዝሓለፍና ተሓለፍና ክብሪ ይብጽሓዮ ንጎይታ ኣሕዋተይ ክንዲ ዝተሰበርናዮ ክንዲ ዝተደቆስናዮ ክንዲ ንውሽጢ ዝኣተናዮ ክንዱ ሓይሊ ኣምላኽ ብክርስቶስ የሱስ ኣባና ክዓይ እዩ ሓይሊ ኣብቲ መስቀል እዩ ዘሎ ኣሕዋተይ ሓይሊ ኣብቲ መስቀል እዩ ዘሎ መከራ ንእሽተይ መፅያትና ኢልና ብፈተና ክንሓልፍ ከለና ነጉረምርሞ ምጉርምራም ብፍላይ ከዓ ምዛ ኣብ ዘመንና እንሰምዖ ብዙሕ ነገራት ሓጢኣት ድየ ገይረ ኮይነ? ዘይገናሕኹ ድየ ኮይነ? ንገንሕ እሞ ኣድሚት ከይንገብረሉ ከዓ እንታይ እሞ ኣብ ማዕበል ኣለኹ ፈርህ ኣለኹ እምብድበድ ኣለኹ ትልካ ሰብ በኢየሱስ እምበል ፖዚቲቭ ሕሰብ ኣማን ደይኮንካን እዩ ዝብለካ ኣንታ ኣማኒ እየ ኣማኒ ብፀበባ ይሓልፍ እዩ ብፅበባ ክትሓልፉ ከለኹም ሓይሊ ኣምላኽ ኣባኹም ክግለፅ ስለ ዝደለየ እዩ ገሌኻትኩም ከዓ ምድሓን ሓንሳብ ሓንሳብ ምድሓን እምቢ ንብል እሞ ልብና ይዕፁ ከዕብየና እንድሕ ደልዩ እግዚኣብሔር ብገለ ፀበባ ክንሓልፍ ከለና እዳውና ክሳብ ነልዕል ከምኡ ይልዓልኩምን ኣነ ከምኡ ልዕለ ኣለኹ ብብርቱዕ ፀበባ ትሓልፍ እሞ ከይፈተኻ ከይፈተኻ ሓይልቲ መስቀል ትጽውዖ እሞ የናግፈካ። ቅዱሳን ሰብ ብፈተና ክሓልፍ እንድሕር ርኢናዮ ድሕሪ ሕጂ ሓጢኣተኛ ስለ ዝኾነ ኣይኮነን። ፈተና ምስ በጽሓኩም ገዛኹም ተዓጺኹም ገዛኽን ተዓጺኽን ብጸበባ እየ ሓሊፈ ሰብ ዝበጽሖ ኣይበጽሓኪን እዩ መውጽኢ ገይረልኪ ኣሎ እግዚኣብሔር መውጽኢ ገይረልካ ኣሎ እግዚኣብሔር ነገር ግን ከምዚ ሃዋርያ ብድኻም ብጸርፊ ብሓሳር ብምስጓግ ብጸበባ ተሓጎስ ምክንያቱ ምስ ትደክም ኢኻ ትብርትዕ ናይቲ መስቀል ሓይሊ ኣባና ህያው ዝኸውን ክንደክም ከለና እዩ። ሓንሳብ ሓንሳብ ኣይክእልኒ መዘምራን ርግፀኛ ኢኹም ግጢሞም ኣሉ ክዝምር ኣይክእልኒ ከመይ ኢለ እሞ እንዳበሉ ዝድይቡ መኾኑ እዮም ኣብዚ ምስ ደየቡ ግን ናይ እግዚኣብሄር ነገር ክግለፅ ከሎ ይርእዎ ከምኡ ከኣ ሰበኽቲ ከመይለየ ተደጊፎም ተለሚኖም ኣትዮም ደሓር ግን ኣብዚ ምስ ደየቡ እቲ ሚስጢር ምስ ንደክም ሽዑ ኢና ንብርትዕ። ክዝምር ከለኻ ክትሰብኽ ከለኻ እንድሕር ፍርሃት ዘይስምዓካ ኣሎ ኮይኑ ሽዑ ኢኻ ኣብኡ ኢኻ ተጋጊኻ ዘለኻ። ስብከት ኣይልመድን እዩ። ናይ ዓለም ዲስኪዩር ይልመድ ይኸውን። ስብከት ግን ኩሉ ግዜ ናብ ምድራ ክንመጽእ ከለና እግርና እንዳረሃጸ እናፈራህና እናንበድበና ኢና ንድይብ። ስብከት ኣይልመድን እዩ። ስብከት ፈጺሙ ምክንያቱ ናትካ ነገር መንፈስ ቅዱስ ብክእለት ናትካ ይሰርሕን እዩ። ንስኻ ምስ ትፈርህ ንስኻ ምስ ትወር ምስ ተንበድብድ ሽዑ እዩ እግዚኣብሔር መንፈስ ቅዱስ ዝሰርሕ። ኮንፊደንት ኮይንካ ትመጽእ እሞ ዕጹው ምድረ ሰማይ እዚ ኩሉ ኣንቢበዮ እዚ ኩሉ ኣበይ ከም ዝኸይድ መንፈስ ምክንያቱ እግዚኣብሄር መንፈስ ቅዱስ ጥበብ ሰብ ካብ ጥበብ ሰብ ዕሽነት ኣምላኽ ይበልጽ ካብ ሓይሊ ሰብ ድኻም ኣምላኽ ይበልጽ ኣምላኽሲ ብድኻ ብብርታዐ ሰብ ኣይሰርሕን ይሕዋተይ ስለዚ ክንሓልፍ ከለና ብመከራ ብጸበባ ክንሓልፍ ከለና ኣምላኽ ይፈልጦ እዩ እግዚኣብሄር ዓላማ ኣለዎ ሎሚ ክንሕጎስ ዝግባኣና ኣሕዋት መጽሓፍ ቅዱስ እንታይ ኢሉ እታ እግዚኣብሄር ዝገበራ መዓልቲ እዚኣ ብኣ ንተሓጎስን ባህ ይበለናን ከይተሓጎስና ሓደ መዓልቲ ክንሕጎስ ኢና እንዳበልና ዘመን ሓሊፉ ዘመን ሓሊፉ እዚኣ ምስ ኮነት ክሕጎስ እየ ንብል እሞ ከይኮነ ከይኮነ ከይኮነ ዕድሜና ሓሊፉ እሳ ምስ ረኸብናዮ ውን ከይተረዳእና ይሓልፍ እሞ እታ ሓንቲ ምስ ኮነት ከኣ ንብል ማዕበል ተለና ፈተና እዚኣ ፈተና እንተ ሓሊፈያ ለካ ብፈተና እውን ክንሕጎስ ይግባኣና ብፀበባ እውን ክንሕጎስ ይግባኣና ብመከራ እውን እግዚኣብሔር ሓይሉ ዝገልፀሉ ስለዚ ኣሕዋተይ ብማዕበል ንሓልፍ እንተለና ኮይና ብፅበባ ንሓልፍ እንተ ኣለና ኮይና ብመከራ ንሓልፍ ብኡ ንተሓጎስ ብጎይታ ተሓጎሱ ንጎይታ እስከ ክብሪ ሃቦሞ ካብ ዘለና ተሲና ክንፅሊ ኢና እግዚኣብሄር መስከን ካብ ዘለና ሓፍ ኢልና እስከ ንእሽተይ ክንፅሊ ኢና እስከ ጎይታ ብር ከይበልኩም